ኤርትራውያን ሞዴላት ኣብ ዓለማዊ መድረኽ ብብዙሕ ሸነኻተን ተፈላጥነተን እናወሰኸ ይኸይድ ኣሎ። ንዓለማት ልዑል ፋሽንን ተዋስኦን ድልድል ብምግባር፣ ልክዕ ከምቲ ንፕሮፌሽናል ሞዴሊንግ መሰረት ዝኾነ ድምጺ ኣልቦ ተዋስኦ፣ እዘን ውልቀሰባት ባህላዊ ውርሽዐንን ህላወኣንን ተጠቂመን ኣብ ዝተፈላለየ መራኸቢ ብዙሓን ሓያል ዛንታታት ይነግራ እየን። ገለ ካብዘን ሰራሕቲ ቅያ ኣሕዋትና እምበኣር እዚኤን እየን፣ ሊድያ በረኸት። ሊድያ ምስ ኣባላት ዕስራን ሓሙሽተን ዙርያ ሳዋ ምስ ወረደት፣ ናይ ዲግሪ ነጥቢ ብምርካብ ናብ ኮሌጅ ማሕበራዊ ስነ-ፍልጠት ዓዲ-ቅየ ተጸንቢራ። ድሕሪ ናይ ቀዳማይ ዓመት ትምህርታ ምክትታል ድማ፣ ዓውዲ ፖለቲካል ሳይንስ ብምምራጽ ኣርባዕተ ዓመት ተማህረት። ሊዱ ተምሃሪት ኮሌጅ እንከላ ኣብ ዝተፈላለዩ ናይ ቅዲ ፋሽን ምርኢት ትነጥፍ ስለ ዝነበረት፣ ብዙሓት ዝረኣይዋ ስነ-ጥበበኛታት ኣብ ክሊፕ ከዋስእዋ ይሓትዋ ነይሮም። ሊድያ'ውን ነቲ ዕድል ኣይነጸገቶን።

እዚ ናይ ሓቀኛ ጨጉሪ እዩ ናይ ዝቆልዓ ትሪእዎ ዘለኹም ከምዚ ትሪእዎ ዘለኹም ሕብሪ ልኪና ከምዚ ክንረክብ ኣይከኣልናን ግን ድሓን ኣብዚኣ ድሓን ተሃሪምና ከምዚኣ ክንገብራ ኢና ጨጉርና ሱን እታ ካልኣይቲ ኣዝያ ምልክዕትን ንፍዕትን ስነ-ጥበባዊትን ሞዴልን ሃገርና ኤረ ልኡል ዮናስ እያ። ካብ ሞዴሊንግ ምርኢት ከምኡ'ውን ባህላዊ ፍርያት ሓሊፋ፣ ስርሓታን ሞያኣን ኣብ መንጎ ሞዴሊንግን ተዋስኦን ዘሎ ዘይተነግረ ምትእስሳር ኣብነት ኮይኑ እዩ።
ኣብ ምክንያት በክል ናይ ኤሩ ትሪኦ ኣለኹ ኣብ ፊልም ብዙሕ ፖስቶ ብላይ ኣብ ቲክቶክ
ኣብ ምክንያት በክል ኣላ እቲ ዘገርም ኤረ ልኡል ሞዴሊን ገና ኣብ ናይ መባእታ ደረጃ ተምሃሪት እንከላ ኣብ መወዳእታ ዓመት ኣብ ዝግበር ዝነበረ ናይ ጸወት ትምህርቲ መደብ ትሳተፍ ዝነበረት

ኤረ ሉል እቲ ካብ ቁልዕነታ ኣብ ልባ ዝተሰረተ ፍቅሪ ሞዴሊንግ እንዳዓበየት ምስ ከደት ምስ ስነ ጥበብ ዓለም እዩ ኣጸንቢርዋ ኣብ ዓውዲ ተዋስኦ ድማ ብሉጽ ኣበርክቶ ኣለዋ እዚ ድማ ሓንቲ ካብተን ኣርኣያ ክኾና ዝኽእላ መንእሰያት ስነ ጥበባውያን ሃገርና ክትከውን ጌርዋ እዩ። ካብ መንእሰያት ኣርቲስት ሃገርና ኣዚኺ ትፈትውዮምን ተድንቅዮምን ክልተ ካብ ወድን ጓልን ኦህ ካብ ኣዋልድ ሸዊት ሰረቐን ሜላት ኣፈወርቂ ናይ ትውልድ ኣወዳት ከኣ ሃኒባል ብሉጾም። ናይስ ካልኣይ ምሽ ናይስ ጽቡቅ ተቀዳማይ ፍሉጣን እዩ። ስነ ጥበብ ሃገርና ብብዙሓት ከዋኽብቲ ደቂ ኣንስትዮ ስነ ጥበባውያንን ሞዴላትን ዝተኸበ እዩ። ኣብዚ ዓውዲ'ዚ እምበኣር ዓቢ ክታም ዘቐመጠትን ዘይርሳዕ ኣበርክቶ ዝገበረትን ኮኾብ ኤርትራ ሜሮን ሃይለ'ያ። ሜሮን ኣብ ሲነማ ቋንቋ ትግርኛ ዝተሓላለኹ ቴማታት ዝድህስስ ተራ ብተደጋጋሚ እትዋሳእ፣ ከም መራሒት ኤርትራዊት ተዋሳኢት ፊልሚ ብሰፊሑ ተፈላጥነት ዘለዋ ሞዴል ስነ-ጥበባዊት'ያ። ኣብ ሞደሊን ዓለም ብተደጋጋሚ ከም ኣብነት ናይ ኤርትራዊ ብሉጽነት እትጥቀስ፣ መድረኻ ተጠቂማ ንባህሊ ሓበሻ ናብ ዓለም ለኻዊ ተዓዘብቲ ከስፋሕፍሕ ዓቢ ተራ እትጻወት ምልክዕቲ ጎርዞ እያ። እዛ ኣብ ስነ ጥበብ ኣብ ብዙሕ ዓውዲ እትነጥፍ ፍሉይቲ ስነ ጥበባዊት፣ በታ ፈላሚት ስርሓ ካርተሊና ዘርእስታ ናይ ኣክሽን ፊልም እያ ናብ ናይ ተዋስኦ ዓለም ተቐልቂላ። እዛ ፍቕሪ ስነ-ጥበብን ብትምህርቲ ዝተሰነየ ናይ ካራተ ክእለትን እትውንን ተዋሳኢት ድማ ኣብዛ ፊልም እዚኣ ብቕዓታ መስኪራ። ወላ
ዛላ የልቦን። ቁሩብ ከብቲ ዓዲ ብትሒም ትሒም እንታይ እናፍህስ። ምስ ንጉስ ተታሪኾም ተኣስሮም ዩ ዘሎ እቲ ዘረባ። እሞ ከምዚ እንዳተባህለ ደኣ እቶም ዘማታተይከ እንታይ ይብሉ? ዛይ ናቶም ደኣ ናይ መን የጉሕየኒ ኣሎ። ኣህ ወይ ኣነስ ሃልዋኒ። ኩሉ ስረ ዝዓጠቐ ከኣ ሰብኣይ ይበሃለለ ሽረ።
ከምኡ ትበሊ ዘረባ ከይ። ካብ ግዜ ንእስነታ ጀሚራ ፍቕሪ ስነ-ጥበብን ሞደይን ምስ ዝነበራ ሜሮን፣ ሃገራዊ ግቡኣ ፈጺማ ድሕሪ ምምላሳ፣ ብብዝሒ ኣብ ናይ ገልን ናይ ሃገረሰብን ስራሓት'ያ ዝያዳ ትሳተፍ ነይራ። ንሳ ውን ከም እትገልጾ፣ እዞም ክልተ ዓውድታት እዚኦም፣

ዋይ ኣነ ዳኣ ይድፋዕ እምበር ደይድፍእ። ገለ ሜሮን ሃይለ ካብ ዝሰረሓተን ኣዝየን ብሉጻት ፊልምታት ሃገርና እምበኣር መለይ ክታብሉ ን ኣማኑኤል ተጻሓፈትን ዝተኣለየትን ተኸታታሊት ፊልም ሜሮን ከም ቀንዲ ተዋሳኢት ኮይና ሰሪሓ እያ። ደባስ ከምኡውን ጓል ኮንቶበት መድረኻዊት ድራማ እዚ ኣበርክቶ እዚ ምስ ምግባራ ዓቢ ሽምን ዝናን ዝወነነት ሜሮን ሃይለ፣ ኣብ ዓውዲ ሞዴሊንግን ተዋስኦን ዘይሃስስ ክታም ኣቐሚጣ እያ። ብዛዕባ ሜሮን ኣብ እንዛረበሉ እዋን፣ ጎኒ ጎኒ ኣብ ርእስና እትመጽእ ዓባይ ስነ-ጥበባዊትን ሞዴልን ዊንታ ገብረእግዚኣብሄር እያ። ዊንታ ኣብ ውሽጢ ፈጠርቲ ማሕበረሰብ ሓበሻ ብተደጋጋሚ ኣብ ፋሽንን ባህላዊ ምልላይን ብዝሰራሓቶ ስራሕ ትኽበር ኤርትራዊት ሞዴልን ህዝባዊት ሰብን እያ። ዊንታ ከም ላዕለወይቲ ኤርትራዊት ሞዴል ተፈላጥነት ዘለዋ ኮይና መብዛሕትኡ ግዜ ምስ ከም በዓል ሜሮን ሃይለን ማርታ ሞኣዳን ዝኣመሰላ ፍሉጣት ስነ-ጥበባውያንን ዲዛይነራትን መሳርሕታ ትተሓባበርን ስርሓ ኣብ ልዑል ፋሽን ኣቀራርባ ባህላዊ ዘመናውን ኣከዳድና ሓበሻ ዘተኮረን እዩ። ከም ብዙሓት መዛንኣ ሞዴላት ናታ ድማ ከም ሓደ ስእላዊ ምርኢት ኮይኑ እዩ ዘገልግል። ኣብኡ ድማ ህላወ ካሜራኣ ተጠቂማ ኤርትራዊ መንነታ ትውክል። እዚ ድምጺ ኣልቦ ተዋስኦ መብዛሕትኡ ግዜ ኣብ ጽላት መዘናግዒ ንዝሰፍሕ ናይ ሚድያ ምርኢታት ማዕጾ ክኸፍት ይረኣ'ዩ። በዚ እተኸፈተ ማዕጾ ተጠቂማ ድማ ናብ ኣዝዩ ብሉጽ መድረኽ ስነ-ጥበብ ተጸንበረት። ኣብ ተኸታታሊት ፊልም ማጨሎ ብዝነበራ ተራ ድማ ዓለምለኻዊ ተፈላጥነት ረኺባ። ብቕዓታ ከኣ ኣብ ክልተ ሽሕን ዕስራን ሓደን ኣብ ዝተኻየደ ሻድሻይ ሕታም ሽልማት ሶቲጎይ ንብሉጽ ተስፋ ኣፍሪቃዊ መደብ ተሌቪዥን ክትሕጸ ምኽንያት ኮይኑዋ'ዩ። ኪኖ ተዋስኦ ዊንታ ኣብ ፋሽን ዲዛይን ትነጥፍ እያ። ብፍላይ ድማ ቦሆ ዝዓይነቱ ክዳውንቲ መርዓ ክትፈጥር ትረኣ። ጸጉረይ ድማ ትበሃል ልክዕ ከምዛ ሕማም ዓሶ እያ ትኽኽ ኣቢላትኒ። ግን ክቡር ድኣ ሓንቲ ሰለስተ ኣቢላ ተሪፋትካ ሓቀይ። ወይዘሮ ሓንቲ ተባዕትይ ተመሊሳ። ፍጥረታታን ስርሓታን ፍሉይ ብምዃኑን ንዘይ ባህላዊ ፍቕራዊ ስነ-ጽባቐ ንዝደልያ መርዓውቲ ዘገልግልን ምዃኑ እዩ ዝፍለጥ። መብዛሕትኡ ግዜ ብመንገዲ ከም ፒንትረስት፣ ኢንስታግራም ዝኣመሰሉ ማሕበራዊ መድረኻት ዝኽፈል ናይ ዲዛይን ስርሓ ብተለምዶ ከም ሌስ፣ ጥልፍን ዝኣመሰሉ ዝተሓላለኹ ዝርዝራት ዝሓዘ እዩ። ዊንታ ካብ ዝሰረሐቶም ፊልምታት ሃገርና ገለ ድማ፣ ድሕሪ ጌጋ፣ ብኤስሮም እምነቱ ተደሪሳ ብኤስሮም ዝተኣለየት ፍልም ተምሳሌን ኮይና ተዋሲኣ። ትማሊ ብኢሳያስ ጸጋይ ተደሪሳ ዝተኣልየት ተኸታታሊት ፊልም'ውን ከም ለቱ ኮይና ተዋሲኣ። ብርሃን፣ ብደራሲትን ኣላይትን ወይኒ ተወልደ፣ ሰሎሜ፣ ዝተሰርሐት ብርሃን ዘርእስታ ፊልም ድማ ከም ኤደን ኮይና ተዋሲኣ'ያ። እዘን ካብ ኣዝየን ብዙሓት ኣዚና እንከሓለን ሞዴላትን ተዋሳእትን ሃገርና፣ ቁንጭል ኣቢልና ናይዘን ኣርባዕተ ብሉጻት ኣሕዋትና ሒዝናዮ ዝመጸና መደብ ኣብዚ ዛዚምና ኣለና። ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ፣ Share Like Comment and Subscribe ኣይንሕመቕ! See you!